ኣፈወርቂ ለኣሰፍ ቃትል ዋቅፍ መዓሁም እንዳ ወላሂ ዒንዱ መክተብ። ኣፈወርቂ ንባዕሉ ውን ዘይኣምነሎም ጥሩፋት እስላማውያን ጉጅለ ኣልቡርሃን እዩ ዝድግፍ ዘሎ። ሰላም ከመይ ትኾኑ ጋይስ ክኣ ፊሊን ሎሚ መዓንቲ ክኣ ሕጽር ሕጽር ዝበሉ ኣገደስቲ ሓበሬታታት ክነግረኩም እየ ክሳብ መወዳእታ ምሳይ ጽንሑ ከምቲ ልሙድ ላይክ ጌርኩም ጀምርዋ ላይክ ኣይትረስዑ let's go። ናይ መጀመርያ ሓበሬታ ብ ስፖርት ክንጅምር ብሰንኪ መስበርቲ ኣብ ጸወታ ተኣልዩ ዝጸነሐ፣ መርሃዊ ቅዱስ ተመሊሱ ኣሎ ዝብል ሓበሬታ እዩ። ሓደ ካብቶም ገዳይም ከምኡውን ፕሮፌሽናል ተቐዳደምቲ መርሃዊ ቅዱስ ኣብ ወርሒ ለካቲት ናይዚ ዓመት ብዘጋጠሞ መስበርቲ ንልዕሊ ኣርባዕተ ኣዋርሕ ካብ ጸወታ ተኣልዩ ምጽንሑ ይፍለጥ እዩ። ምስ ስጳኛዊት ክለብ ዝጻወት ዘሎ መርሃዊ ቅዱስ ብክልተ ሰነ ጋንትኡ ኣብ ዘርገሓቶ ዜና መርሃዊ ቅዱስ ካብ መስበርቱ ሓውዩ ኣብ ዙር ስሎቫንያ ክሳተፍ ምዃኑ እያ ሓቢራ ዘላ።

ሃገር ኢልካ ክትጽውዐን ዘጸግማ ሃገራት ብዛዕባ ኢትዮጵያ ክንድዚ ክዛረባ ምፍታንን ዝተለምደ ባህሪ ምዃኑ ንፈልጥ ኢና ክትብል ናብ ኤርትራ ዘነጻጸረ መልሲ ምሃባ ይዝከር'ዩ። ሚኒስትሪ ዜና ኤርትራ ብወገኑ ኢትዮጵያ ብልቓሕ ዓለምለኸዊ ማዕከን ገንዘብ ንድኻታት ሃገራት ዝግበር ድጎማን እትነብር ክብል ቀጥታዊ መልሲ ሂቡላ ኣሎ። ኣብዚ እዋንዚ ናይ ሰልፊ ብልጽግና ደገፍቲ፣ ዘለፍቲ ንዝኾነ ናይ ኤርትራ ኩሉ ኤርትራውን ኣብ ምክፋእ ተፃሚዶም ኣለው ክብል ሚኒስትሪ የማነ ገብረመስቀል ኣብ ኤክስ ዘውፅኦ ሓበሬታ ይገልፅ። ጠንቂ ናይቲ ዘይምርግጋእ ካብቲ ኣብ ኣፍደገ ባሕሪ ምውናን ዝብል ዘይዓግብ ድሌትን ኣእምሮ ዝሰሓተ ዘብዘብን ዝነቅል ዘመኽንን እዩ፣ እዚ ድማ ህርፋን ልኡላዊ መሬት ጎረባብቲ ዝምርኮስ እዩ። ኣብ መሰረታዊ ኣዕኑድ ዓለምለኻዊ ሕጊ ዝተመርኮሰ ዘላቒ ዞባዊ ሰላም ኣብ ዘለዎ ኩነታት ጥራይ'ዩ ዝረጋገፅን ውሕስነት ዝረክብን ብምባል ሚኒስትሪ የማነ ገብረመስቀል ኣብ ኤክስ ዘውፅኦ ፅሑፍ ይገልፅ። ናብ ካልእ ሓበሬታ ምስ ንኸይድ፣ ሚኒስትሪ ሰላም ናይ ኢትዮጵያ ኣቶ ታየ ዳንዴ ዳግም ኣብ ቀይዲ ከምዝኣተወ በዓልቲ ቤቱ ገሊጻ ዝብል ሓበሬታ እዩ። ላዕለዋይ በዓል ስልጣን መንግስቲ ፈደራል ነበር ኣቶ ታየ ዳንዴ ትማሊ ኣብ ትሕቲ ቀይዲ ፖሊስ ከምዝኣተወ በዓልቲ ቤቱ ገሊጻ'ላ። ንነዊሕ እዋን ተኣሲሩ ድሕሪ ምጽናሕ ብዋሕስ ዝተፈትሐ ኣብ ደገ ኮይኑ ጉዳዩ ዝከታተል ዝነበረ ኣቶ ታየ ቅድሚ ምእሳሩ ትማሊ ኣብ ቤት ፍርዲ ዝነበሮ ቆጸራ ወዲኡ ናይ ምሸት ከምዝተኣስረ'ዩ ተገሊጹ ዘሎ። ንሱ ክልተ ናጻ ዝተባህለሎም ክስታት ዳግም ክረኣ መደብ ተገይርሉ ዝነበረ ኮይኑ፣ ድሕሪ እቲ መጋባእያ ድሕሪ ቀትሪ ኣብ ቀይዲ ከም ዝኣተወ ክሳብ እዚ ሕጂ እዋን ከኣ ኣበይ ከም ዘሎ ወይ ኣበይ ከም ዝተኣስረ ከም ዘይተፈልጠ'ዩ ብስድራቤቱ ተገሊጹ ዘሎ። በዓልቲ ቤቱ ወይዘሮ ስንታዮ ኣለማዮ ብሶኑይ ድሕሪ ቀትሪ ሰዓት ኣርባዕተ ንሕቶ ብፖሊስ ተለሊኻ ኣለኻ ብምባል ካብ ገዝኡ ከም ዝተወስደ'ያ ሓቢራ ዘላ። ሚኒስትሪ ዲኤታ ሰላም ነበር፣ ኣባል ገዛኢ ሰልፊ ብልጽግና፣ ኣባል ቤት ምኽሪ፣ ክልል ኦሮሞ ኣቶ ታዬ ደንደኣ ኣብ ዝሓለፈ ሕዳር ኣብ ቤት ማእሰርቲ ካብ ዝወጽእ ንደሓር ጉዳዩ ኣብ ቤት ፍርዲ ክከታተል ምጽንሑ ይፍለጥ። ናብ ቀላሕ በሪታ ናብ ሱዳን ክንከይድ ጀርናል መሓመድ ሓምዳን ዳግሎ ትማሊ ብቪድዮ ቀሪቡ መግለጺ ውጽኢ ነይሩ። ኣብ መግለጺኡ ከኣ ኣፈወርቂ ብምባል ወይ ከኣ ብዛዕባ ኤርትራ ተደጋጋሚ ከልዕል ተሰሚዑ ኣሎ ማለት እዩ። ኣፈወርቂ ንባዕሉ እውን ዘይኣምነሎም ጥሩፋት እስላማውያን ጉጅለ ኣልቡርሃን እዩ ዝድግፍ ዘሎ። ጥሩፋት ምዃኖም ኩሉ ሰነዳት ኣለና። እዚ ኣንጻር ረብሕኡ እዩ። ጽባሕ እዞም ጥሩፋት ጸላእቲ ክኾኑ እዮም ብምባል ገሊጹ ኣሎ። ንሱ ወሲኹ ኣብ ኤርትራ ዝሰልጠኑ ሰራዊት ኣልቡርሃን ንስዕረት ሓይልታቱ ደራኺ ምንባሩ እውን ብምግላጽ ኣብ ቀረባ እዋን ግን ሓይሉ ኣኻኺቡ ኣብ ርእሲ ፖርት ሱዳን ከባቢኣን መጥቃዕቲ ከምዝፍጽም ገሊጹ ኣሎ።

እቶም ብሓይልታት ጸጥታ ዝተቐትሉ ሓንቲ ጓልን ሓደ ወድን ዕጡቓት ኣሸበርቲ ምዃኖም ጠቒሱ ኣሎ። እታ ሃገር ነቶም ኣብ መበል ዓሰርተ ትሽዓተ ክፍለ ዘመን ዝተሰውኡ ኣመንቲ ንምዝካር መዓልቲ ሰማእታት ኣብ እተኽብረሉ ዝነበረት እዋን'ዩ ዝፍጻመ'ዚ ኣጋጢሙ ዘሎ። ኣሃዱ ጸረ ሽበራ ነቶም ሰባት ብምጥላፍ ካብ ስራሕ ወጻኢ ገይርዎም ክብል ኣፈኛ ሰራዊት ክሪስ ማገዚ ብመንገዲ ኤክስ ሓቢሩ ኣሎ። ማዕከናት ዜና እታ ሃገር ከም ዝሓበርዎ፣ እቲ ፍጻመ ኣብ ጥቓ'ቲ ብመኘኞ ተባሂሉ ዝፍለጥ ከባቢ ዝርከብ ካቶሊካዊት ቤተክርስትያን'ዩ ኣጋጢሙ ዘሎ። ኣብቲ ቦታ ነቶም ሰማእታት ንምዝካር ዝተሰርሐ ሓወልቲ ከም ዘሎ'ውን ይፍለጥ'ዩ። ነበርቲ እቲ ከባቢ ናብቲ ቤተክርስትያን ኣብ ዝወስድ ጎደና ሓያል ነታጒ ከም ዝሰምዑ ደይሊ ሞኒተር ዝተባህለ ጋዜጣ ናይታ ሃገር ተዛሪቦም ኣለዉ። ብዘይካ'ቶም ክልተ ሰባት ኣብ ልዕሊ ካልኦት ዝወረደ ጉድኣት ከም ዘየለ'ውን ኣገልግሎት ዜና ሮይተርስ ጸብጺቡ'ሎ። ብዛዕባ'ቲ ዝተፈንጀረ ዘይጠቐሰ እቲ ኣፈኛ ሰራዊት፣ ሓይልታት ጸጥታ ኣብ ልዑል ተጠንቀቕ ከም ዘሎ ግን ገሊጹ'ሎ። ብፍላይ እታ ጓል ኣንሰይቲ ርእሰ ቅትለታዊ መጥቃዕቲ ንምፍጻም ሓያል ነታጒ ዓጢቓ ከም ዝነበረት ኮሎኔል ማጌዥያ ጠቒሱ'ሎ። ኣብ መንግስታዊ ቴሌቪዥን እታ ሃገር ዝወጸ ዜናዊ ጸብጻብ፣ ኣባላት ሓይልታት ጸጥታ መርመርትን ነቲ ከባቢ ብምዕጻው ናይ ምጽራይ ንጥፈታቶም የካይዱ ከም ዘለዉ'ውን ይረኣዩ ኣለዉ። እቲ ኮሎኔል ከም ዝበሎ፣ እቶም ክልተ ውልቀሰባት ምስቲ ደሞክራስያውያን ሓይልታት ምሕዝነት ምስ ዝተባህለ እስላማዊ ጕጅለ ርክብ ክህልዎም ከም ዝኽእል ይግምት። እቲ ኤዲኤፍ ተባሂሉ ዝጽዋዕ ጕጅለ፣ ምስ ዳዕሽ ርክብ ከም ዘለዎ ይግለጽ እዩ። ብወገን እቲ ጉጅለ ብዛዕባ እቲ ዝመርዓነ ዝመስል መጥቃዕቲ ዝተዋህበ ሓበሬታ የለን። ኣብ ዝሓለፈ ዓመት ዕጡቓት ናይቲ ጉጅለ፣ ኣብያተ እምነት፣ ኣብያተ ቤት ትምህርቲ፣ ከተማታትን መጥቃዕቲ ክፍጽሙ ውጥን ከም ዘለዎም ሰብ መዚ እታ ሃገር ኣጠንቂቖም ምንባሮም ይዝከር እዩ። ኣብ ክልተ ሽሕን ዕስራን ሰለስተን እቲ ጉጅለ ፈጺሞሞ ዝተብሃሉ መጥቃዕቲ ንሓደ ቤት ትምህርቲ ዕላማ ዝገበረ ኮይኑ ኣስታት ኣርብዓ ተምሃሮ ምቕታሉ ይዝከር እዩ። ኣብ ሕዳር ክልተ ሽሕን ዕስራን ሓደን ዳዕሽ ሓላፍነት ዝወሰደሉ ልዕሊ ሰላሳ ሰባት ዘቕተለን ዘቑሰለን መጥቃዕቲ ፈጺሞም ምንባሮም'ውን ይዝከር። እቲ መዓልቲ ሰማእታት ኣብ ኣፍሪቃ ካብ ዝዓበዩ ሃይማኖታዊ በዓላት ኰይኑ፣ ነቶም ኣብ ሽሕን ሸሞንተ ሚእቲ ሰማንያን ሓሙሽተን ክሳብ ሽሕን ሸሞንተ ሚእቲ ሰማንያን ሸውዓተን ኣብ ዝነበረ ዓመታት ዝተቐትሉ ኣርብዓን ሓሙሽተን ኣመንቲ ካቶሊካውያንን ኣንገሊካውያንን ንምዝካር ዝዝከር እዩ። እቶም ዕስራን ክልተን ካቶሊካውያንን ዕስራን ሰለስተን ኣንገሊካውያንን፣ እምነቶም ክኽሕዱ ፍቓደኛታት ብዘይምዃኖም ብንጉስ ካባካ ምዋንጋ መበል ካልኣይ ክቕተሉ ዝተፈርዱ'ዮም። እቲ ንጉስ ናብቲ ዝነበርዎ ልምዳዊ እምነት ክምለሱ ሓቲትዎም ምእባዮም ንትእዛዝ ንጉስ ነጺጎም ተባሂሉ ብሓዊ ተቓጺሎም ዝተቐትሉ'ዮም። Exact point where the blast occurred።